ኣብ ህይወቶም ዕዉታት ክኾኑ ንዝደልዩ መናእሰያት ሃገረይ ዝኸውን ምኽሪ ዝሓዘ ቃላት ካብ እንግሊሽ ዝተተርጎመ ከም ዝስዕብ የቕርበልኩም። መቸም ዓወት ኩሉ ሰብ እዩ ዝደሊ ገለ ዝተዓወቱ ድማ ጣዕሙ ስለ ዘስተማቐርዎ ድሮ ነዚ ዝረኸብዎ ኸኣ ዝያዳ ሃረር እዮም ዝብሉ ዓወት ክበሃል ከሎ ግን እንታይ ማለት እዩ ዓወት ንግዚኡ ጥራይ ዘይኮነስ ነባሪ ምዃኑ ብኸመይ ከተረጋገጽ ትኽእል እዚ ኸቢድ ሕቶታት እዩ ኩሉ መልስታት ከም ዘለኒ ኸኣ ኣይዛረብን እየ እንተኾነ ግን ወግዓዊ ትምህርተይ ካብ ዝውድእን ናብ ናይ ብሓቂ ዓለም ካብ ዝኣቱን ኣትሒዘ ነባር ኣሳልጦ ንምርካብ እንታይ ከም ዝደሊ ብዙሕ ተማሂረ እየ። ተልእኾይ ንመናእሰያት ሃገረይ ሕጉሳትን ዕዉታትን ንክኾኑ ሓይሊ ምሃብ እዩ። ስለዚ ኣብ ህይወቶም ዕዉታት ክኾኑ ንዝደልዩ መናእሰያት እዘን ኣርባዕተ ነጥብታት ከም ዝስዕብ የቕርበሎም። ቀዳመይቲ ነጥቢ ኣብ ኣሳልጦ ዘይኮነስ ኣብ ወፈ ያተኩር ማሕበር ኣበርክቶ ኣብ ክንዲ ዘርኢ ኣሳልጦ እዩ ዘሕጉልሕ ናይ ሓቂ ኣሳልጦ ግን በቲ ዝረኸብካዮ መጠን ኣይኮነን ዝውሰን ክንደይ ውፅኢት ከም ዝገበርካ እዩ ዝውሰን መጠን እቲ ዝገበርካዮ ወፈያ ከኣ በቲ ናይ ስራሕ መዓርግካ ድሩት ኣይኮነን። ከምቲ ሓደ ሊቅ ሓደ እዋን ዝበሎ ተራ ስራሕ ዝበሃል ነገር የለን ብተራ መገዲ ክፍጽምዎ ዝመርጹ ሰባት ጥራይ እዮም ዘለዉ ዝበለ ወፈያታትካ ምስ ስራሕኻ ብዙሕ ምትሕሓዝ የብሉን። ክሳዕ ክንደይ ቆራጽነት ከም ዝገበርካ ክሳዕ ክንደይ ከም እትግደስን ድማ ዝያዳ ምትሕሓዝ ኣለዎ። ንሓደ ጸቢቕካ ትግደሰሉ ነገር ቈራጽነት እንተ ጌርካ፣ ንኻልኦት ንምግልጋል ለውጢ ንምምጻእ ተወሳኺ ኪሎሜተራት ክትሓልፍ ኢኻ። ዝዀነ ይኹን ዘደንቕ መዓርግ ስራሕ ክዓግተካ ኣይኽእልን እዩ። ስለዚ ኸኣ እዮም ከም በዓል ማርቲን ሉተር ኪንግ፣ ማዘር ተሬዛ፣ ቢል ጌትስ፣ ስቴቨን ጆብስ፣ ኦንድ ኦፍራን ዊንፌርስ ዝኣመሰሉ ሰባት ውሩያት ቅድሚ ምዃኖም ነዊሕ ከይጸንሑ ንዓለም ኣብ ምቕያር ትሑዛት ዝነበሩ። ብዘይካ ዘይሕጋዊ ንግዲ ኩሉ ስራሕ ብቐጥታ ወይ ብተዘዋዋሪ ንኻልኦት ምግልጋል፣ ዘድልዮም ነገራት ምምላእ ወይ ዝሓሸ ህይወት ንኽህልዎም ስልጣን ምሃብ ዘጠቓለለ እዩ። ስራሕ ትርጉም ዘለዎ እዩ። ወፈያ ክንገብርን ንዓለም ዝሓሸት ቦታ ክንገብራን ኣጋጣሚ ይኽፍተልና እዩ። እቶም ኣብ ህይወት ዕዉታት ዝኾኑ ኣብ ገምገም ባሕሪ ጥራይ ኣይርከቡን እዮም። ምስ ውሕጅ ጥራይ ኣይኸዱን እዮም፣ ኣብ ክንድኡስ ሓሓሊፎም ሓሓሊፎም ካብ ሓላፍነቶም ንላዕሊ እዮም ዝገብሩ። ከምቲ ሓደ ሊቅ ዝበሎ ንኻልኦት ሰባት ዝደልይዎ ንኽረኽቡ እንተሓጊዝካዮም ኣብ ህይወትካ ትደልዮ ዘበለ ኩሉ ክትረክብ ትኽእል ኢኻ። ስለዚ ካብ ሓላፍነትካ ንላዕሊ ክትገብር እትኽእለሉ መገዲ ሕሰብ። ገለ ኣብነት ፍልጠትካ ንኻልኦት ኣካፍሎም። ብወለንታታትካ ጽጉማት ሓግዝ። ንዓርክኻ፣ ወላዲኻ፣ መምህርካ ወይ ሓለቓኻ ሓልዮትካ ንምብራህ ገለ ነገር ግበር። ካባኻ ብዕድመ ንዝነኣሱ ብዙሓት ተመኩሮ ዘይብሎም ኣማኽሮም። እንዳተጋገዩ ስቕ ኢልካ ኣይትርኣዮም። ንኻልኦት ጠቓሚ ሓበሬታ ንምክፋል ዝከኣለካ ግበር። እዚ መወዳእታ ዘይብሉ ክኸውን ይኽእል እዩ፣ እንተኾነ ግን እዚ ኩሉ በቲ ውጽኢት ንምርካብ ጥራይ ዘይኮነስ ወፈያ ንምግባር ዘለካ ባህሪ እዩ ዝጅምር። ካልኣይ ነጥቢ ብሕታዊ ዕብየት ግበር። ሓደ ካብቲ ዝፈትወን ጥቕስታት እዚ ሰሙን ከምዚኣ ትብል፣ ብዙሓት በቲ ዝፈልጥዎ ንግዜኡ እዮም ዝዕወቱ፣ ገሊኦም በቲ ዝገብርዎ ንግዜኡ እዮም ዝዕወቱ፣ ንሓዋሩ ክረኽብዎ ዝኽእሉ ብዙሓት ኣይኮኑን። ነባራ ስልጡን ንኽትረክብ እንታይ ደሊኻ ልዕሊ ኹሉ ዘገድስ ባህሪ እዩ። ምስዚ ክነጻጸር ከሎ ፍልጠትን ክእለትን ኣዝዩ ጸቢብ እዩ። ሓያሎ ስራሕቲ እውን እንተኾነ ክእለት ዘይኮነስ ባህርያት ክቆጽሩ ከም ተምሃሩ ክዛረቡ ሰሚዐ እየ። ባህርያት ንምህናጽ ብሕታዊ ዕብየት ግበር፣ ዝያዳ ትግሃት፣ ተግሳጽን ለጋስነትን፣ ለዋሃትን ህርኩታትን ተጻዋርነትን ዘለዎም ሓለይቲ ከምኡ'ውን ደንገጽቲ ንኽትከውን ደይመደይ ኢልካ ስጉምቲ ውሰድ። ኣብ ክንዲ ኣብ ውጽኢት ኣብቲ መስርሕ ኣተኩር። ከምቲ ዶክተር ካርሎ ድዊክስ ዝገበሮ መጽናዕቲ ዝሕብሮ ነዚ ኣተሓሳስባ እዚ ምቕባል ነባሪ ዓወት እዩ ዘምጽእ። እቲ ዘገርም ከኣ ኣብ ሓደ ፍሉይ ውጽኢት ኣብ ክንዲ ተተኩር ኣብ ምምሕያሽን ምምዕባልን ብምትኳር ዝሓሸ ውጽኢት ክትረክብ ኢኻ። ምስ መሰ ብሕታዊ ዕብየት ብዛዕባ ገዛእ ርእስኻ ጽቡቕ ምእንቲ ክስምዓካ ካብ ካልኦት ዝሓሸ ምዃን ማለት ኣይኮነን። ብዛዕባ ብሉጽ ንምርካብ ዝግበር ጻዕሪ እዩ። ብዛዕባ ቀጻሊ ምምሕያሽ እዩ። ነዚ ነፍሲ ወከፍና ተዋሃበና ክብርቲ ህይወት ብዝበለጸ መገዲ ብዛዕባ ምጥቃም እዩ። እሞ ደኣ ኣብ ደረጃ ሰብ ንኽትዓቢ ክሕግዘካ ዝኽእል ገለ ግብራዊ መንገድታት እንታይ እዩ? ገለ ካብኡ ኣብነታት ክበካ። ካብቲ ምቹእ ናብራኻ ከም ትወጽእ ዝገብረካ ኣብ ሰሙን ሓደ ነገር ግበር። ሕማቕ ልምዲ ኣወግድ። ሓድሽ ክእለት ተመሃር። ናብ ቤት ዕዮ ተመዝገብ፣ ኣብ ትምህርቲ ወይ ብኢንተርነት ኮርስ ውሰድ። ብሕታዊ ዕብየት ፈጺሙ ኣይባኽንን እዩ፣ ነቲ ዘለካ ኣጋጣሚታት ንኽትቅበሎን ዘደንቕን ነገር ንኸተማዕብልን ይሕግዘካ። ብዘይ ጥርጥር ድማ ናብ ነባሪ ዓወት ከም ዝመርሐካ ዘጠራጥር ኣይኮነን። ሳልሳይ ነጥቢ፣ ኣብ ልዕሊ ኹሉ ኣገዳሲ ዝኾነ ርክብካ ኣተኲርካ ሕሰብ። ርክባትካ ንናብራ ህይወትካ ይውስኖ እዩ። እዚ መጽናዕቲ እዚ ንሰብዓን ሓሙሽተን ዓመት ክልተ ሚእትን ስሳን ሸሞንተን ተምሃሮ ሃርቫርድ ዩኒቨርሲቲ ስዒቡ እዩ። እቲ መጽናዕቲ ብዛዕባ ተፈላለይ መዳያት ህይወቶም ሓበሬታ ኣከበ። ናብ ነባሪ ሓጎስን ዕግበትን ዝመርሕ ረቋሒታት ኣየናይ እዩ ንዝብል ሕቶ ድማ መልሲ ክህበሉ ደለዩ። እቲ መጽናዕቲ ከም ዝሕብሮ፣ ድልዱል ርክብ ብምምስራት እቲ ልዕሊ ኹሉ ኣገዳሲ ረቋሒ እዩ። ከም ሓቂ እኳ ደኣስ፣ እቲ መጽናዕቲ ኣብ ርሑቕን ርሑቕን ዘሎ ድልዱል ርክብ ዕግበት ህይወት ከም ዝህሉ ዝገብር ሓያል ነገር ኰይኑ ረኺቦሞ። ሃብቲ፣ ኣካላዊ ጥዕና፣ ከምኡ'ውን እናሰሰነ ዝኸይድ ስራሕ ይህልወካ ይኸውን፣ ድልዱል ርክብ እንተ ዘይብልካ ግን ሕጉስ ኣይክትከውንን ኢኻ። ስለዚ፣ ሒደት ደቓይቕ ወሲድካ ኣብ ህይወትካ ልዕሊ ኹሉ ኣገዳሲ ዝዀነ ነገር ኣለሊ። ኣብዚ ርክብ እዚ ገንዘብ ከተውጽእ ካልእቶ ቀዳምነት ሃቦም፣ ስራሕኻ ወይ መሕለፊ ግዜኻ ድማ ክዓናቕፈካ ኣይተፍቅድ። ኣብ ሰሰሙን ምስ ናይ ቀረባ ፈተውትኻን ስድራቤትካን ምእንቲ ከተሕልፍ ኣብ ዓውደ ኣዋርሕኻ ግዜ ኣሕልፍ። ነቲ ኣብ ህይወት ዝገብርዎ ዘለዉ ኣገዳሲ ነገራት መርምሮ፣ በብእዋኑ ድማ ሕተቶም። ነዚ ካብቲ ትሓስቦ ንላዕሊ ከመስግኑሉ እዮም። ስለዚ ግዜኻን ርክብካን ሓልዎ፣ ነባሪ ኣሳልጦን ሓጐስን ክትረክብ ከተመስግነሉ እንኮ መገዲ እዚ እዩ። ራብዓይ ነጥብን ናይ መወዳእታን ናይ ምስጋና መንፈሰ ማዕብል ህይወት ብድሆታትን ቃልስታትን ዝመልኣ እያ። እዚ ከምዚ ኢሉ ከሎ ግን ወትሩ ከነመስግነሉ ዘለና ነገራት ኣሎ። ናይ ምስጋና መንፈስ እንተማዕቢልካ ብዙሕ ኣይተጉርምርምን። ኣወንታዊ ኣረኣእያ ከተማዕብል ኢኻ፣ ሰባት ከኣ ምሳኻ ምዃን ዝያዳ ከሐጉሶም እዩ። ንስኻ እውን ብዙሕ ኣይክትጭነቕን ኢኻ። ብስነ ፍልጠት ዝተደገፈ ምስጋና ዘምጽኦ ተወሳኺ ጥቕምታት እንሆ። ዝያዳ ኣዕሩኽ ንኽተጥሪ ይሕግዘካ። ንድቃስካ የመሓይሾ። ርእሰ ምትእምማንካ የዛይድ። ጭንቀትካ ይንኪ። ዝያዳ ለጋስን ርህሩህን ይገብረካ። እዝስ ዘደንቕ ዝርዝር ዶ ኣይኮነን? ስለዚ ከምዚ እንተዘይገርካ ናይ ምስጋና መጽሔት ጀምር። ምሸት ምሸት ቅድሚ ምድቃስካ ደቒቕ ወሲድካ እተማስወሉ ሓደ ነገር ጥራይ ጽሓፍ። እዚ ልምዲ እዚ ንኣእምሮኻ ኣብ ኣወንታዊ ነገራት ንኽተተኩር የሰልጥኖ፣ ብዛዕባ መጻኢ ድማ ተስፋ የሕድር። ኣብ ዝሓለፈ ሸሞንተ ዓመት ናይ ምስጋና መጽሔት ዓቂበ'የ፣ ዝያዳ። መመስገኒ ሰብ ከም ዝኸውን ገይሩኒ እዩ። ቀንዲ ነጥቢ ብዛዕባ ኣሳልጦ ኩሉ ነገር ከም ዝፈልጥ ገይረ ክሓስብ ዕሽነት ኣይኮነን። ናይ ሓቂ ኣሳልጦ ምርካብ ኣጸጋሚ ምዃኑ ግን እፈልጥ እየ። ኣብ ክውንነት ተመርኮሰ ኣረኣእያ ጥራይ ዘይኮነስ መሰረታዊ ስርዓታት ክንመርሕ እውን ይሓትት እዩ። ኣብ መወዳእታ ግን ኩላትና ናብ ዓወት ንጓዓዝ ኣለና። ስለዚ ብሓባር ኮይና ገለ ዓብዪ ነገር ንግበር። እስከ ናይ ሓባር ስራሕና ካብ ሕጂ ንጀምሮ። ኣነ እዛ ጽሑፍ ተርጒመ ብቪድዮ መልክዕ ጌረ ብገለ ናባኻ ከም ትበጽሕ ጌረያ ኣለኹ። ንስኻ ድማ ሸር ኢልካ ናብ ገሊኦም ኣብጽሓያ። ንስኺ ድማ እዚ ትሕዝቶ ከመይ ከም ዝረኸብክዮ ኮመንት ጽሒፍኪ ሓብርኒ። ንሱ ድማ ናብ ካልእ ክሰዳ እዩ። ሽዑ እዛ ስራሕ ብዙሕ ሰብ ክሪኣን ክሰምዓን እዩ። ክትጠቕሞን ክትሕግዞን እያ ድማ። ኣብ መወዳእታ ግን እዛ ስራሕ ኩላህና ሓቢርና ዝሰራሕናያ እምበር ናይ ማንም ውልቀ ሰብ ኣይኮነትን። ሓቢርካ ምስራሕ ማዕረ ክንደይ ጽቡቕን ኣሳልጦን ዘለዎ ምዃኑ ካብዚ ናይ ኩላህና ስራሕ ተማሂርና ክንከውን ተስፋ ይገብር። ስለዚ ነዛ ቪድዮ ላይክ ሸር እንዳ ገበርካ ናብ መቕርብካን ኣዕሩኽትኻን ስደዳ። የቐንየለይ።